ሰላም ክቡራት ተኸታተልቲ ዳስ ን ኤክስትራ ንሕጂ ኣብ ዝተዳለወ ዜናታት መራሕቲ ኦርቶዶክሳዊት ቤተክርስትያን ኢትዮጵያ ምስ ቀዳማይ ሚኒስተር ኢትዮጵያ ኣብይ ኣሕመድ ምርኻቦም ትካል ሁማን ራይት ዎች ኣብ ልዕሊ ኤርትራ ክስታት ድሕሪ ምቕራቡ ዕላማ ዘለዎ እገዳ ክንበረላ ጻውዒት ምቕራቡ ኣብ ኤርትራ ዞባ ደቡባዊ ቀይሕ ባሕሪ ኣስታት ሓሙሽተ ሚእትን ዕስራን ሓሙሽተን ቶን ዓሳ ከምዝተገፈፈ ሚኒስትሪ ሃብቲ ባሕሪ እታ ሃገር ኣብ ዘውጽኦ ጸብጻብ ምግላጹ ኣብ ምንቅጥቃጥ ምድሪ ሶርያን ቱርክን ቁጽሪ ዝሞቱ ሰባት ልዕሊ ዕስራን ሰለስተን ሽሕ ምብጽሑ ምሕባሩን

ኣብ ዝኾነ ቀጽሪ ህንጻ ቤተ ክርስቲያን ኦርቶዶክስ ከይኣትዉ ንግዚኡ ዝእግድ እዩ። ጠበቓ እታ ቤተ ክርስቲያን ኣንዳለም ገዳ ከም ዝበሎ እቶም ተኣጊዶም ዘለዉ ጳጳሳት ኣቡነ ሳዊሮስ፣ ኣቡነ ዜና ማሪቆስ፣ ኣቡነ ኤዎስጣቴዎስ ከምኡ ድማ እተን ብዘይሕጋዊ ኣገባብ ዝሸምዎም ኤጲስቆፕሳትን ዝርከብዎም ዒስራን ሸሞንተን መራሕቲ ሃይማኖት እዮም።

ዋና ጸሓፊ ቅዱስ ሲኖዶስ ኣቡነ ጴጥሮስ ገሊጾም። ብኻልእ ወገን ሲኖዶስ እታ ቤተ ክርስቲያን ዘይሕጋዊ እዩ ዝብልን ሲኖዶስ ብሄር ብሄረ ሰባት ኦሮሚያ ብዝብል ዝተመስረተ ኣካል ን ዓሰርተ ክልተ ለካቲት ዝጸውዖ ሰልፊ ንኻልእ ግዜ ምንውሑ ኣፍሊጡ። መንግስቲ ኢትዮጵያ ነቲ ኣብ ቀረባ እዋን ኣብታ ቤተ ክርስቲያን ኣጋጢሙ ዘሎ ቅልውላው ኣብ ግምት ብምእታው ምርግጋእ ሃገርን ድሕነት ዜጋታትን ንምሕላው ተሪር ሕጊ ናይ ምኽባር ስጉምታት ከም ዝወስድ ኣጠንቂቑ ኣሎ። ንፖለቲካዊ ዕላማ ክጥቀሙሉ ዝንቀሳቐሱ ኣካላት ይቃልዑ ከም ዘለዉ ዝሓበረ እቲ ቤት ጽሕፈት፣ እከይ ዕላማ ዘለዎ ጉጅለ ተወዲቡ ስራሕ ጀሚሩ ኣሎ ክብል ከሲሱ። መንግስቲ ንምንዋጽ ድልየት ዘለዎ ዝበሎ ኣድላዪ ናይ መስዋእቲ ሰልፊ ዝተባህለ ወሃሃቲ ፖለቲከኛታትን መንእሰያትን ዝሓቖፈ ኣወዳድባ በጽዋር ተሓጊዙ መንእሰያት እናመልመለ ምውፋር ጀሚሩ ኣሎ ክብል እውን እቲ ናይ መንግስቲ መግለጺ ሓቢሩ ኣሎ። እቲ ቅልውላው ቅድሚ ክልተ ሰሙን ካብታ ቤተ ክርስቲያን ኢትዮጵያ ዝተነጸሉ ሰለስተ ጳጳሳት ንኻልኦት ዕስራን ሽዱሽተን ጳጳሳት ድሕሪ ምሻሞም ዝጀመረ እዩ። ኣብ ኤርትራ ኣብ ዞባ ደቡባዊ ቀይሕ ባሕሪ ሓሙሽተ ሚእትን ዕስራን ሓሙሽተን ቶን ዓሳ ከም ዝተኣከበ ንሓላፊ ጨንፈር ሚኒስትሪ ሃብቲ ዓሳ ሖሴን ማዕውያ ብምጥቃስ ሚኒስትሪ ዜና ኤርትራ ሓቢሩ። ኣብቲ ብጋዜጣ ሓዳስ ኤርትራ ወጺኡ ዘሎ ዜና፣ ካብ ራሓይታ ክሳብ ጢዖ ኣብ ዘሎ ገማግም ደቡባዊ ቀይሕ ባሕሪ፣ ኣብ ምግፋፍ ዓሳ ዝነጥፉ ኣርባዕተ ሚእትን ሓምሳን ዓበይትን ንኣሽቱን ጀላቡን ከምዘለዋ ኣፍሊጣ። እቲ ዜና ብተወሳኺ ኣብቲ ዞባ ኣብ ዓመተ ክልተ ሽሕን ዒስራን ክልተን ካብ ዝተኣከበ ሓሙሽተ ሚእትን ዒስራን ሓሙሽተን ቶን ዓሳ እቲ ሰለስተ ሚእትን ሰብዓን ክልተን ቶን ጥሉል እቲ ሚእትን ሓምሳን ሰለስተን ቶን ድማ ንቑጽ ምዃኑ ተገሊጹ። ኤርትራ ካብ ብከላ ናጻ ዝኾነ ሰፊሕ ገማግም ባሕሪ እትውንን ክንሳ፣ ኣብ ዙርያ ቀይሕ ባሕሪ ካብ ዝርከባ ሃገራት ንምግቢ ይኹን ንሰደድ እታ ዝወሓደ ንጥፈታት ምግፋፍ ዓሳ ዝካየደላ ሃገር ምዃና ጸብጻባት ይሕብሩ። ኣብ ክልተ ሽሕን ዕስራን፣ ፍርያት ዓሳ ኣብ ኤርትራ ኣስታት ሓሙሽተ ሽሕን ሓሙሽተ ሚእትን ቶን ምንባሩ ጸብጻብ ባንክ ዓለም ይጠቅስ። ዋና ፈፃሚ ስራሕ ኢጋድ ዶክተር ወርቅነህ ገበየሁ፣ ኤርትራ ደጊማ ናብ ኢጋድ ክትምለስ ወሲና ምህላዋ ከምዘሐጎሶን ነቲ ክትምለስ ምዃና ዝሃበቶ መግለፂ ድማ ብክፉት ልቢ ከምዝቕበሎን ሓቢሩ። ከምዝዝከር ትማሊ ፕሬዝደንት ሃገረ ኬንያ ዊልያም ሩቶ ኤርትራ ናብ ኢጋድ ክትምለስ ናብ ፕሬዝደንት ኢሳያስ ሕቶ ኣቕሪበ ተቐቢልዎ ኣሎ ዝብል መግለፂ ድሕሪ ምሃቡ እቲ መዘኖ ኢሳያስ ድማ ዞባዊ ምውህሃድ ንዝብል ሓሳብ ንምብርባር ኤርትራ ናብ ኢጋድ ክትፅምበር ወይ ክትምለስ ወሲና ኣላ ኣብ መንጎ ክልቲኤን ሃገራት ዘሎ ምትሕጋዝ ብዘይ ውሁድ ዞባ ክዕወት ኣይክእልን እዩ። ሓድሽ ምህዞ የለን፣ ዳግማይ ምህዞ ኣይኮነን፣ እንምህዞ ሓድሽ ነገር የለን። ዝሰርሕ ሓቀኛ ዞባዊ ውድብ ክህልወና ኣዝዩ ኣገዳሲ ስለዝኾነ ንኢጋድ ምብርባር ብስም ህዝብታት ቀርኒ ኣፍሪቃ እንገብሮ ግዴታና እዩ ክብል ተዛሪቡ ነይሩ። ሕጂ ድማ ፈጻሚ ስራሕ ኢጋድ ዝኾነ ዶክተር ወርቅነህ ገበየሁ ንምምላስ ኤርትራ ናብቲ ውድብ ድሕሪ ምቕባል እቲ ውሳነ ከምዘሐጎሶ ክገልጽ እንከሎ ንፕሬዝደንት ኬንያ ዊልያም ሩቶ ዝገበሮ ጻዕርታት ድማ ከምዘመስገን ገሊጹ'ሎ። ኤርትራ ከም ዝፍለጥ ኣብ ዝሓለፉ ሓያሎ ዓመታት ካብ ውድብ ኢጋድ ኣባልነታ ስሒባ እያ ጸኒሓ። ትካል ሰብኣዊ መሰላት ህዩማን ራይት ዎች፣ ኤርትራ ትሕቲ ዕድመ ቆልዑ ዝርከቦም በሽሓት ዝቑጸሩ ዜጋታት ብግዴታ ናብ ሃገራዊ ኣገልግሎት ክጽንበሩ ትገብር ኣላን ነቶም ዘይተጸንበሩ ድማ ንስድራ ቤታቶም ትቐጽዕ ኣላን ብምባል ብፍሉይ ዕላማ ዝገበረ እገዳ ክግበረላ ጻውዒት ከም ዘቕረበ ማዕከን ዜና ፍራንስ ዒስራን ኣርባዕተን ቢራ። ከም ዝፍለጥ እዚ ትካል ሰብኣዊ መሰላት፣ ኤርትራ ካብ መፋርቕ ክልተ ሽሕን ዒስራን ክልተን ክሳብ ፈለማ ክልተ ሽሕን ዒስራን ሰለስተን ኣብ ዝቐጸለ ግፋን ናይ ኲናት ክተትን መጸዋዕታን ብዝተሓሓዝ ኣብ ልዕሊ ስድራቤታት ማእሰርቲ ዝርከቦ መቕጻዕትን ምስርጣይን ኣውሪዳ ክብል እዩ ከሲሱ። እቲ ትካል ኣብ ዘውጽኦ ጸብጻብ ከኣ ክሳብ ሰማንያ ዓመት ዝዕድሚኦም ሕዱር ሕማም ዘለዎም ወለደን ኣቦሓጎታትን ናይቶም ዘይከተቱን ዝተሓብኡን ሰባት ኣብ ትሕቲ ቀይዲ ከም ዝኣተዉ ጠቒሱ እዩ። ሰበስልጣን ኤርትራ ግን ሃገራዊ ኣገልግሎት ብሰንኪ ምስ ጎረባብቲ ሃገራት ብፍላይ ድማ ምስ ኢትዮጵያ ካብ ሽሕን ትሽዓተ ሚእትን ጀሚሩ ዝቐጸለ ኲናትን ኩነተ ኲናትን ከምዝተናውሐ እዮም ዝማጎቱ። ብጀካ'ዚ ሰብ መዚ ኤርትራ ነቲ በዚ ትካል ዝቐርብ ክስታት ወትሩ ክነጽግዎ ምጽንሖም ይዝከር። ናብ ሱዳን ምብጻሕ ዘካየደ ሚኒስተር ወጻኢ ጉዳያት ሩስያ ሰርገይ ላቭሮቭ፣ ምስ ጉዳይ ዞባ ዳርፉር ብዝተሓሓዝ ኣብ ልዕሊ እታ ሃገር ተነቢሩ ዘሎ እገዳ ናይ ኣጽዋር ክለዓል ሃገሩ ዝከኣላ ጻዕርታት ክትገብር ምዃና ቃል ኣእትዩ። ሰርገይ ላቭሮቭ ኣብ ዝሓለፈ ኣዋርሕ ናብ ዝተፈላለያ ሃገራት ኣፍሪቃ ዝበጽሐ ኮይኑ፣ ኣብ ቀዳማይ ጉዕዞኡ ናብ ኤርትራ እትርከበን ሃገራት ክበጽሕ እንከሎ ኣብዚ ካልኣይ ጉዕዞኡ ድማ ካብ ኣፍሪቃ ከይተመለሰ እንከሎ ንመወዳእታ ዝበጽሓ ሃገረ ሱዳን እያ። ኣብ ሱዳን ኣብ ዝጸንሓሉ እዋን ድማ ምስ ፕሬዝደንት ልኡላዊ ቤት ምኽሪ ሱዳን ዝተዛተየ ኮይኑ፣ ሩስያ ኣብ ባይቶ ጸጥታ ውድብ ሕቡራት ሃገራት ዘለዋ ወንበር ተጠቂማ ኣብ ልዕሊ ሱዳን ተነቢሩ ዘሎ ናይ ኣጽዋር እገዳ ክለዓል ጻዕርታት ክትገብር ምዃና ይቓልኣት እዩ። ብጀካ'ዚ ሰርገይ ላቭሮቭ ሃገሩ ሩስያ ንሱዳን እኽሊ ዝርከቦ ሰብኣዊ ሓገዛት ቀትቅርበላ ድልውቲ ምህላዋ'ውን ገሊጹ። ሰርገይ ራቭሮቭ ብጀካ ምስ ፕሬዝደንት ልኡላዊ ቤት ምኽሪ ሱዳን ዓብዱል ፋታሕ ኣል ቡርሃን ምስቲ ምክትሉ ዝኾነ ብሕምየት ዝፍለጥ መሓሞድ ሓምዳን ዶግሎ ተራኺቡ'ውን ዘትዩ እዩ። በቲ ብሶኑይ ኣብ ቱርክን ሶርያን ዘጋጠመ ምንቅጥቃጥ ምድሪ ናይ ዝሞቱ ሰባት ብዝሒ ልዕሊ ዕስራን ሰለስተን ሽሕ ከም ዝበጽሐ ተፈሊጡ። ውድብ ሕቡራት ሃገራት ግን ምሉእ ዕምቆት ሳዕቤን ናይቲ ሓደጋ ክሳብ ሕጂ ንጹር ከም ዘይኮነ ኣጠንቂቑ ኣሎ። እቲ ምንቅጥቃጥ ምድሪ ካብ ዘጋጥም ዳርጋ ሚእቲ ሰዓታት ዝተቖጽሩ ኮይኖም፣ ሰራሕተኛታት መድሕን ህይወት ግን ካብቲ ሓደጋ ብህይወት ዝተረፉ ሰባት ይደልዩ ኣለዉ። ሰባት ብህይወት ናይ ምርካብ ተስፋታት ድማ እንዳንቆልቆለ ይመጽእ ከም ዘሎ'ዩ ዝግለጽ። ኩነታት ቁርን ቀዝሕን ንህይወት ኣሽሓት ካብቲ ሓደጋ ዝደሓኑ ሰባት ናብ ጸገም ዘእተወ ኮይኑ፣ መጽለሊ፣ ማይን መግብን ዘይብሎም ተሪፎም ኣለዉ። ፕሬዝደንት ቱርኪ ነቲ ምንቅጥቃጥ ምድሪ ናይዚ ክፍለ ዘመን ዝዓበየ ሓደጋ ክብል ገሊጽዎ። ኣብዚ እዋን ከኣ ንግዳያት ዝኸውን ሓደ ዓብዪ ዓለምለኻዊ ጉጅለ ረድኤት ብቕልጡፍ ይእከብ ኣሎ። ትማሊ ሓሙስ ባንኪ ዓለም ዝዓነወ መሰረተ ልምዓት ቱርኪ ዳግማይ ንምህናጽ ነቶም ብሰንኪ ምንቅጥቃጥ ምድሪ ዝተሃስዩን ንምድጋፍ ሓደ ነጥቢ ሸውዓተ ቢልዮን ዶላር ሓገዝ ክህብ ቃል ኣትዩ'ሎ። ኣብ ባይታ ዝርከቡ ሚእቲ ሽሕን ልዕሊኡን ኣባላት ህይወት ኣድሕን ዝገብርዎ ዘለዉ ጻዕሪ ግን ብሰንኪ ሕጽረት መካይን፣ ዝዓነወ ጽርግያታትን ካልኦት ሎጂስቲካዊ ብድሆታትን ይደናጎ ከምዘሎ ይግለጽ። ዋና ዳይሬክተር ውድብ ሕቡራት ሃገራት ኣንቶንዮ ጉቴረዝ ምሉእ ስፍሓት ናይቲ ሓደጋ ጌና ምዃኑ ይብህርሃልና ኣሎ ክብል ኣጠንቂቑ። ብፍላይ ኣብታ ንነዊሕ እዋን ብዝጸንሐ ኲናት ሓድሕድ ዝዓነወት ሶርያ ዝበጽሐ ሓደጋ መጠኑ ዛጊት ኣይተፈልጠን። ትማሊ ሓሙስ ቀዳማይ ሰብኣዊ ሓገዝ ውድብ ሕቡራት ሃገራት፣ ብመሳገሪ ባብ ኣል-ሃዋን ናብ ኢድሊብ ኣቢሉ ናብ ሰሜናዊ ምዕራብ ሶርያ ዶብ ሰጊሩ ኣሎ። እዚ መሳገሪ ድማ ሓገዝ ውድብ ሕቡራት ሃገራት በቲ ሓይልታት መንግስቲ ሶርያ ዝቆጻጸርዎ ከባቢታት ከይተጓዕዘ ናብቲ ቦታ ክበጽሕ ዝኽእለሉ እንኮ መገዲ እዩ። ጉቴሬዝ ብተወሳኺ ሓገዝ ይስዕብ ከምዘሎ ዝሓበረ ኮይኑ፣ ባይቶ ጸጥታ ውድብ ሕቡራት ሃገራት ድማ ቀረብ ብልዕሊ ሓደ መሳገሪ ዶብ ክበጽሕ ክፈቅድ ኣተሓሳሲቡ ኣሎ። ንሕጂ ዝተዳለወ ዜናታት እዚ እዩ ነይሩ። ብካልእ ክሳብ ንራኸብ!